ሞቱ ኣየዕገቦምን። ኣብ ቅድሚኦም ትሕቲ እግሮም ዝተሰጥሐ ሬስኡ ንቑልቁል ረኣይዎ። ስግኡ በጢሰን ብዝኣተዋ ኣጣየይቲ ደም ጠልቂ እዩ። ይኹን እምበር ይኣመንዎም። ሓደ ተኣምር ተፈጢሩ ዳግማይ ዝለዓል መሰሎም። ሞቱ ብዓይኑ እናረኣዩ ፍጹም ኣሚኖሞ ሓዲጎሞ ክኸዱ ኣይኸኣሉን። ኣብቲ ልዕሊ ሬሳ ፍርቂ ካዝና ዝኾን ጣየይቲ ረብረብሉ። ዘይኾን ኮይንዎም እምበር ስግኡ ጥራሕ ዘይኮነስ ነብሱ እውን ኣብ መሬት እንተ ተቕርይዋ ምመረጹ። እቲ ብፍጹም ቅንዕና ልቡ፣ ቅድሚ ምእንታይ ምእንታና ምባል ዘቐድም፣ ህዝቡ ከም መራሒ ዘይኮነስ ከም ዓርኮም ክርእይዎ ዝፈቅድ፣ እንተደልዮም ኮፍ ኢሎም ከዕልልዎ፣ እንተደልዮም ዘሊሎም ክሓቕፍዎ ነጸነት ዝህቦም ፍቱውን ምእዙዝን ወዶም፣ ጸላእቱ እሞ ድማ ናባዕለይ ብዝብሎም ሰባት ምስ ብዙሓት ሓሳባቱን ነዊሕ ራእዩን ብሓጺሩ ተቐጠፈ። እቲ ጅግናን ኸም ሽምዓ እናመኸኸ ንህዝቡ ብርሃን ክኾን ብፍፁም ልቡ ድሉው ዝነበረ፣ ብዓርኩ ተቐንፂሉ፣ ግቡእ ቐብሪ እኳ ከይተፈቐደሉ፣ ከም ድሙ ድሕሪ ገዛ ምስ መሳርሕቱን ሓለውቱን ብጅምላ ጉድጓድ ፍሒሮም ሓመድ ኸደንዎ። ዓዲ ኣማን ኢሎም ብንጉህ ዕለታዊ ህይወቶም ንምዕማም ዝተልዓሉ ቡርኪናፋሳውያን፣ እቲ ብናይ ፈረንሳይ ቴሌቪዥን ጣብያ ዝደጋገም ዘሎ ዜና ንምእማኑ ተፀገሙ፣ እዝኖም ተጠራጠርዎ፣ ኣደንፀዎም። ሞት ወዶም ደጊሙን ደጋጊሙን ሰበር ዜና እናበለ የርድኦም። ኩሉ ብዘለዎ ኮይኑ ሓዘን ተቐመጠ። ከም ንቡር ተኣኪቡ ክሓዝን ወዶም ክቐብሩን ብሄራዊ ናይ ጅግና ኣቀባብራ ክፍጸመሉን እንኳ ካብ ዓርኩ ሓው ምባል ዝቐልል ንሕማቕን ግዜን ጽቡቕ ብጻዩን መሳርሕቱን ዝነበለ ብሬስ ኮምፓወሬ የፈቅድን በለ። ህዝቢ ቡርኪናፋሶ መቓብርካ ልብና እዩ ኢሉ ንውሽጡ ነብዐ። ሓዘኑ መደበሲኡ እንተኾነ ናቱ ፍቱው ወዱ ፎቶታት ፈቖዶ መንደቕ ሰቐለ። ካፒቴን ቶማስ ሳንካራ ንኸይምለስ ኣርሒቑ ከደ ተብሃለ። ድሕሪ ኣዋርሕ ምሟት ካፒቴን ቶማስ ሳንካራ ኣብ ምድሪ ብርኪናፋሶ፣ ነብሲ ሳንካራ ኣብ ኻሊእ ሰብነት ሓደ ጎበዝ ምስ ቃጭሉ ናብዛ ዓለም ተጸንበረ። ብርግጽ ኣብታ ሰዓት እሳ ቶማስ ሳንካራ እዩ ኢሉ ዝመሰለሉ ዋላ እኳ እንተዘይሃለወ፣ እዚ ሓድሽ ቆልዓ ዝዓበየሎም መንገድታት ናብ ትምህርቱ ህይወቱ፣ ናብ ውትድርና ገድሉ፣ ውትድርና መዓርጉን ኣብ ተመሳሳሊ ዕድመ ናብ ስልጣን ምድያቡን ቁርጽ ኢሉ እቲ ደፋርን ቆራጽን፣ እቲ ህርኩትን ተባዕን፣ በቲ ናይ ንግግሩ ክእለት ጥራሕ ዘይኮነስ ናይ ተግባር ሰብ፣ ቶማስ ሳንካራ፣ ባዕሉ ተወሊዱ ዳግማይ መጸኦ ተብሃለ። ነብሲ ሳንካራ ኣብ ውሽጢ ካፒቴን ትራኦሬ ዝተርኣዮም ቡርኪናፋሳውያን። ወዲ ሰብ ናብዛ ዓለም ዝመጸሉ ብሕታዊ ዓላማ ገንዘብ ምቑጻርን ገንዘብ ንምስራሕን ኣይኮነን። ድሕሪ መሮ ዘሎ ፍልጠት ብሕታዊ ምሽጥር ኣገልግሎት ምሃብ ኣገልጋሊ ምዃን እዩ። ናብዛ ዓለም ዝመጻና ንኻልኦት ክንነብር እዩ። ዘይተማህረ ንኻልኦት ክነብር ኣይኽእልን። ህይወት ድማ ብጣዕሚ ደስ በሃሊት እንትኾን ንኻልኦት ክትነብር እንተለኻ ጥራሕ እዩ። ናይ ህይወት ትክክለኛ ጣዕማ ክትፈልጥን ክትርዳእን እትኽእል ንኻልኦት ክትነብሩ ከለኹም ጥራሕ እዩ። ናይኹም ጠጠው ምባልን ዘይምባልን ትርጉም ተዘይሃልይዎ ተዘይህሉ ይምረጽ። ናይኹም ብህይወት ምጽናሕ ኣብ ካልኦት ተጽዕኖ ክፈጥር ይግባእ። ናይኹም ዘይምንባር ንኣና ክጎድእ ይግባእ። ምንባርኩም ድማ ንኣና ክጠቅም ይግባእ። እዚ ዝርከብ ድማ ብምምሃር እዩ በለ ናብ ፍልጠት ጥቕሙ ንተምሃሮ ዘረድእ ሓደ ህርኩት መምህር። ነዚ ንግግር እዚ ካብ እቲ ስልጣን ክንዲ ፍረ ጻፍ ዘይብህግ በዓል ሞያ ሕክምና፣ ፊዚሻን፣ ዲፕሎማት፣ ጸሓፊ፣ ተጋዳላይ፣ ወዲ ሰብ ኩሉ ብነጻነት ክነብር ኣለዎ ኢሉ ዝሟጎት፣ ንዘይርድኦ ድማ ጠበንጃ ኣልዒሉ ኣብ ቅድሚት ዝስለፍ፣ ኣይኮነን ንዓዱ ባሕርን ኣህጉርን ተሻጊሩ መንሰፊሕ ነጻነት ህዝቢ ዝኳሻሕ፣ ቸኮቬራ ንላዕሊ ኣብነት ንረክብ ኣይመስለናን። ቸኮቬራ ጭራ ብርሃን ነጻነት እዩ። ነጻነት ንኹሉ ህዝቢ ይግባእ ይብል። ፊደል ዝቆጸረ እዩ። ትርጉም ምንባር ብገኖ ዝተረድኦ እዩ። ንኻልኦት ምንባር ሚስጢር ፍልጠትን ጣዕሚ ህይወትን ምዃኑ ብጓሓቱ በጺሕዎ እዩ። ብበሳል ንግግሩን ብጅግንነቱን ክሻብ ሐዚ ኣሽሓት ኣሰሩ ዝኽተለሉ ጅግና እዩ። ስብእና ቸኮቬራ ብፍላይ ኣፍሪካውያን ካብ ባዕዳዊ መግዛእቲ ንምንጋፍ ኣብ ዝገብራሉ እዋን ኣብቲ መንእሰይ ደላይ ፍትሕን ነጻነትን ሽሙ ብስፍሓት ይለዓል ነበረ። መርኣያ ጌሮም ዝወስድዎ ብዙሓት እዮም። ጅግንነቱን ስርሑን ጥራሕ ዘይኮነስ እቲ ክነብረሉ ዝደልዮ ዕላማ ነቢሮም ሞቱ እውን ልክዕ ከም ቼ ጽውኦም ከም ዝምዕጉ ኣሚሎም ዝተቐበሉ መዓት እዮም። ካብኣቶም ሓደ ቶማስ ሳንካራ፣ ኣፍሪካዊ ቸኮቬራ፣ ሓደ እዩ። ሳንካራ ብታራኡ ብዙሓት ሳንካራውያን ኣፍሊጡ እዩ። ክሻብ ሐዚ ሳንካራሊዝም እናተብሃለ ዝፍለጥ ምንቅስቓስ እውን ነዚ እዩ። ኣርባዕተ ዓመትን ሰብዓን ክልተን መዓልትን! ኣብ ስልጣን ዝጸንሐ ቶማስ ሳንካራ፣ መንገዛ ዓርኩ ዓሰርተ ሓሙሽተ ኦክቶበር ሽሕን ትሽዓተ ሚእትን ሰማንያን ሸውዓተን ኣብ ሰላሳን ሸውዓተን ዓመቱ ብዘስካሕክሕ መንገዲ ካብ ስልጣን ተኣልየ። በትረ ስልጣን ኣብ ኢድ ብሌስ ኮምፓወሬ እንትኣቱ ንዕስራን ሸውዓተን ዓመትን ዓሰርተ ሽዱሽተ መዓልትን ሕግን ሕገ መንግስትን ነባዕሉ ብዝጥዕምና ኣቐያይረ ቡርኪናፋሶ ናብ ድቕድቕ ጸልማት ተእትያ። ብ ክልተ ሽሕን ዓሰርተ ኣርባዕተን እንደገና ሕገ መንግስቲ ቡርኪናፋሶ ኣማሓይሹ ግዜ ስልጣኑ ክውስኽ እንትብል ግን ናይ ህዝቢ ቁጠዐ ክሳብ ፓርላማ እታ ዓዲ ምቅጻል በጽሐ። ኮምፓወሬ ነብሱ ንምድሓን ናብ ኮትዲቫር ሃደመ። ብሌስ ካምፓወሬ ቡርኪናፋሶ ነጻነታ ካብ ዝረኸበትሉ እዋን ሽሕን ትሽዓተ ሚእትን ሓምሳን ክልተን ዓመተ ምህረት ጀሚሩ እቲ ነዊሕ እዋን ኣብ ስልጣን ዝጸንሐ ሰብ እዩ። ቡርኪናፋሶ ካብ ቶማስ ሳንካራ ክሳብ ካፒተን ትራኦሬ ኣብ ዘሎ ሰላሳን ሓሙሽተን ዓመት ጥራሕ ኣስታት ትሽዓንተ ዝኾኑ ብመፈንቅለ መንግስትን ብህዝብን ዝተመረፁ መንግስታት ሪኣ እዮም። ትሽዓንቲኦም ግን ሌጋሲ ሳንካራ ንምፍፃም ብቑዓት ኣይነበሩን። እዚ ሐዚ ዝመፀ ሓዱሽ መንግስቲ ቡርኪና ግን Update Version of Sankara ክብሉ ሰይሞምዎ እዮም። ሳንካራ ተኸሽኑ ማለት እዩ። ካፒቴን ቶማስ ሳንካራን ካፒቴን ትራኦሬን ንሓንቲ ሳንቲም ክልተ ገጽ ምዃኖም ኣብ ዝሓለፈ ምድላውና ከም ዝገለጽና ይዝከር። ብርክት ዝበሉ ዘመሳስሉ ነገራት ዋላ እኳ እንተሃለዎም፣ ኩሎም እኳ ንምድህሳስ እንተኸበደ፣ ንገለ ገሊኦም ግን ሎማዕንቲ ሕድሪና። ሳንካራ ያካ እትበሃል ትራዋሬ ድማ ኬራ እትበሃል ቡርኪናፋሶ ተወሊዶም ኣብ እዋን ቁልዕነቶም ብጭቃ ምውቃዕን ብኣቑሑ ምስባር ዘይሕመዩ እኳ ደኣስ መሓዝቶም እንትበኣሱ ኣሸማገልቲ ኮይኖም ዝዓርቁ ናይ ቆልዑ ሽማግለ ነይሮም ይበሃለሎም። ብትምህርቶም ብሉጻት ምንባሮም ዝንገረሎም ክልቲኦም፣ ካብ ምንጋር ምድማጽ ዝቐድሙ፣ ዝተረጋግዑን በዓል ፍሉይ ተውህቦታትን እውን ነይሮም። በተለይ ሳንካራ ሒሳብን ፈረንሳይኛን ዝኾነሉ ተምሃራይ ነይሩ ይብልዎ። ቀዳማይን ካልኣይን ደረጃ ትምህርቶም ምስ ዛዘሙ፣ ኣብ መጀመርያ ዕስራታት፣ ሳንካራ ካዲያጎ፣ ትራኦሬ ድማ ጆርጅ ኖሞኖ ዝተብሃሉ ሚሊተሪ ኣካዳሚ ተጸንበሩ። ሳንካራ ንተወሳኺ ስልጠና ውትድርና ናብ ማዳጋስከር ተጓዕዘ። ኣብቲ ኣካዳሚ ድማ ካብ ስልጠና ውትድርና ብተወሳኺ ህይወት ሓረስታይ ከመይ ከም ዝመሓየሽን ፍርያት ከመይ ከም ዝስስንን፣ Agriculture፣ ትምህርቱ ተኸታቲሉ እዩ። ትራኦሬ ድማ ንተወሳኺ ስልጠና ውትድርና ናብ ሞሮኮ ኣቕንዐ። ኣብ ፃንሒቱ ድማ ፀረ ነፈርቲ ኣፅንዐ። ትራኦሬ ቅድሚ ናብ ውትድርና ዓለም ምፅንባሩ ካብ ዩኒቨርሲቲ ኦጋዱጉ ብጂኦሎጂ ብልዑል ነጥቢ ተመሪቑ እዩ። ክልቲኦም በትረ ስልጣኖም እንትጭብጡ ሳንካራ ወዲ ሰላሳን ሰለስተን ትራወሬ ድማ ወዲ ሰላሳን ኣርባዕተን ዓመት ኾይኖም ብመዓርግ ካፒቴንነት እዩ። ኽልቲኦም ናብ መንበረ ስልጣን ዝደየቡ ንሲቪል መንግስቲ መፈንቅለ መንግስቲ ፈፂሞም ወታደራዊ መንግስቲ ንዘዋቐሩ ብምግልባጥ እዩ። ብርግፅ ኽልቲኦም ኣንሕና ኢና ኽንመርሕ ዘለና ብማለት ዘይኾነስ ንስኹም ምርሑና ተባሂሎም እዮም ናብ ስልጣን በፂሖም። ክልቲኦም ዝኽተልዎ ፖሊሲ ወጻኢ ጸረ ኢድ ኣዙር መግዛእቲ እዩ። በተለይ ንዘበናት ኣብ ዝባኖም ኮይና ሃብቲ ዓዶም ትመጥጥ ዝነበረት ፈረንሳይ ፍሉይ ጽልኢት ኣለዎም። ፈረንሳይን ፈረንሳውያን ትካላት ካብ ዓዶም ብምስጓግ ምስ ፈረንሳይ ዘይስማዕማዓ ሃገራት ከምኒ ኩባን ሩስያን ዝኣመሰላ ምሕዝነት ንምፍጣር ይሰርሑ። ኽልቲኦም ኹሉ ግዜ ብወታደራዊ ኣከዳድና ማዕሪጎም ዝረኣዩ እንትኾኑ ኣብ ላዕሊ ቀይሕ ቆቢዕ ብየማናይ ጎኖም ሽጉጥ ዘብልዋ ሽጉጦም ድማ መፍለይቶም እያ። ኽልቲኦም ናተግባር ሰባት እዮም። ዝናገሩ ዝገብሩ ይኹን እምበር ናይ ምንጋር ተናጊርካ ናይ ምእማን ዓቕሞም እውን ኣይኮኖን ዶ ንፈተውቶም ንጸላእቶም እውን ኣፎም ኣኽፊቶም ንኽሰምዕዎም ዝገብር ሓይሊ ኣለዎም ይበሃል ኽልቲኦም ህዝቦም ብኹሉ ሸነኽ ናብ ልምዓት ክወፍር ዓዲ ክሕሉ ብትእዛዝ ጥራሕ ዘይኮነስ ታሕቲ ወሪዶም ምስኡ ይሰርሑ ተቓወምቶም ወይ ድማ ጸላእቶም ንዝኾኑ ደቂ ዓዶም ብምቕታልን ብምእሳርን ኣይፍለጡን ጓዳስ ክእረሙን ሓቢሮሞም ክሰርሑን ወይ ድማ ነጻ ማሕበራዊ ግልጋሎት ኸም ቕጽዓት ብምቕማጥ እምበር ንመሰል ደቂ ኣንስትዮ ንምርግጋፅ ዝሰርሕዎ ስራሕ ካሊእ ዘመሳስሎም ጉዳይ እዩ። ፍሉይ ደገፍን ክብርን ይግበን ይብሉ። ብፍላይ ቶማስ ሳንካራ ካብ ካዊኖ ሓምሳ ሚኢታዊ ኢሉ ድማ ብሞተር ዝዕጅባ ደቂ ኣንስትዮ ሓለውቲ ነይረንኦም ዝብሉ ብዙሓት እዮም። ብፍላይ ምስ መዓልቲ ደቂ ኣንስትዮ ተታሒዙ፣ ማርች ኤይት፣ ኩለን ደቂ ኣንስትዮ ቡርኪናፋሶ ኣብ ቢሮን ገዛን ስራሕ ከይሰርሓ ዕረፍቲ ክፍቀደለንን ወዲ ዘበለ ኩሉ ድማ ናይ ደቂ ኣንስትዮ ስራሕና ስራህ ክውዕል ቀጢን ትእዛዝ ክሳብ ምውጻሕ በጺሑ እዩ። ኽልቲኦም ፕሬዚዳንት እንትኾኑ ብምዕራባውያን ሓቢሮሞም ንኸሰርሑን ብኣሻሓት ዶላር ወርሓዊ ክፍሊት ክፍጸመሎም ንዝቐረበሎም ሕቶ ነጺጎም ወታደራት ንሃለዩ ዝወሃቦም ዝነበረ ደሞዞም ዝመረጹ እዮም። ሳንካራ ኣርባዕተ ሚእትን ሓምሳን ዶላር ትራኦሬ ድማ ሽዱሽተ ሚእትን ሓምሳን ዶላር ወርሓዊ ክፍሊት ናተቐበሉ ህዝቦም ዘመሓድሩ እዮም። ኽልቲኦም ንእግሪ ኩዕሾ ፍሉይ ፍቕሪ ኣለዎም። ቁምጣ ገይሮም ብመስኮት ቴሌቪዥን ምርኣይ የብርቆምን። በተለይ ሳንካራ ፍልይ ዝበለ መራሒ ነይሩ ይብልዎ። ካብ ኩዕሾ እግሪ ብተወሳኺ ባስኬትቦልን ሃንድቦልን ዝፃወት እንትኸውን ሳይክል ምዝዋርን ጊታር ምጭዋትን ዘዘናግዖ ዝነበረ መራሒ እዩ ይበሃል። ኽልቲኦም ፀረ ባዕዳዊ መግዛእቲ ተቓለስቲ ከምቲ ምዃኖም ኣፍሪካ ብኣፍሪካውያን ክትዓቢ ከምትኽእል ኣፍሪካውያን ካብ ኢድ ኣዙር መግዛእቲ ተናጊፈን ሓቢረን ተሰሪሐን ብዘይ ርዳእታ ክዓብያ ከምዝኽእላ ኣብ ዝተረኸብሉ ዓበይቲ መድረኻት ብምንጋር ይፍለጡ። ጥንክር ብዝበሉ ቃላት ድማ ንምዕራባውያን ጥልሕ ግንቡሕ ንዝብሉ መራሕቲ ኣፍሪካ ዝግስጹን ፍጹም ፓን ኣፍሪካኒስትም እዮም። ነዚ ኣብነት ዝኾነና ሳንካራ ኣብ ሕብረት ኣፍሪካ ቀሪቡ ኣፍሪካውያን ኩሉ ግዜ ሓደ ቅዋም ክህልዎም ኣለዎ፣ እቲ ሓደ ተለኣኣኺ እቲ ሓደ ድማ ተቓላሲ ኮይኑ ናብ ዓወት ኣየዝልቐናን ዝበሎ ምግላጽ ይከኣል እዩ። ብተመሳሳሊ ትራወሬ ኣብ ሩስያ ኣፍሪካ ሰሚት ተረኺቡ ትውልደይ መልሲ ዝሰኣነሉ ሕቶ ሎሚ እውን ምሕታቱ ኣይሓደገን። ኣፍሪካ ምስዚ ኩሉ ሃፍተ ገነታ ንምንታይ እያ ካብ ተመፅዋቲ ዘይናገፍ እናበለ ይሓትት እዩ ዘሎ ክብል ንንቃሕን ንሕበርን ምባሉ ንቀረባ ግዜ ተዘክሮ እዩ። ልክዕ ሳንካራ ምስ መንግስቲ ፈረንሳይ ሓቢርካ ምስራሕ ተቃዊሙ ምዕራባውያን እናተሻረኹ ማዕቀባትን ቅንፀላን ክገብሩሉ ከምዝፈተኑ ትራኦሬ እውን ተመሳሳሊት መንገዲ እናሓለፈ ይርከብ። ትራኦሬ ወታደራዊ መንግስቲ ገልቢጡ ናብ ስልጣን እንትመፅእ፣ ፈረንሳይን ብፈረንሳይ ሳንባ ዝትንፍስ ኢካዋስ ዝተባህለ ትካል ናብ ማዕቕብ መኣ ተውረድሉ። ኢካዋስ ናብ ፈረንሳይን መራሕቲ ምዕራብ ኣፍሪካ ጥቕሚ ክሕሉ ዝተደራጀወ ትካል ኣነ እውን ኣባል ክኸውን እየ ደሊ ንክበል እቲ ትካል ክምስረት ከሎ ካብቶም መስረቲ ሓንቲ ዝነበረት ሃገሩ ቡርኪናፋሶ ዓርሳ ክተገልል ገበረ። ኢኮኖሚክ ኮሚኒቲ ኦፍ ዌስት ኣፍሪካ፣ ኢካዋስ፣ ፖለቲካውን ቁጠባውን ምዕራብ ኣፍሪካ ክተኣሳስርን ሓበራዊ ስራሕትን ክዕምም ዓሰርተ ሓሙሽተ ሃገራት ሒዙ ብ ዓሰርተ ትሽዓተ ሰብዓን ሓሙሽተን ውዕሊ ሌጎስ ብዝብል ዝተመስረተ ትካል እዩ። እዚ ሒዝዎ ዝተልዓለ ሓሳብ ንጎኒ ሓዲጉ ምዕራባውያን ዝበልኦ ዘጋውሕ፣ ንሕድሕዱ ቋንቋ ተርጒሙ ንሃገራት ዝብትንን ጥቕሚ ፕሬዚዳንት ኣባላት ሃገራት ኢኮዋስ ካብ ምሕላይ ወፃኢ ግን ጥር ዝበለ ነገር ንተን ሃገራት ዝሰረሐለን የለን እናተብሃለ ይሕመም። ሕዚ ድማ ምስ ምምስራት ኣልያንስ ኦፍ ሰኣን ስቴት ወይ ድማ AAS ተተሓሒዙ ኣባላት ሃገራት ናብ AAS ከይጽንበራ ከቢድ ፈተና ኣብ ቅድሚቱ ተጋሪድዎ ምናልባት ናብ ምብታን ገጽ እውን ከየምርሕ ምዕራባውያን ኣብ ስግኣት ይርከቡ። እዚ ብደንቢ ንምርዳእ ንሽሕ ዓመት ንድሕሪት ክንምለስ ግድን ይብለና። ቀጠና ምዕራብ ኣፍሪካ ብተደጋጋሚ ብዝተተኣናግዶ ዕልዋ መንግስቲ ኩብ ቤልት እናተብሃለ ይፍለጥ። ቢቢሲ ገይረዮ'የ ብዝበሎ ጽንዓት መሰረት፣ ካብ ዓሰርተ ትሽዓንተ ቴስዓ ዓመተ ምህረት ፈረንጂ ጀሚሩ ሰብዓን ሸሞንተን ሚኢታዊ ኣብ ሳብ ሳሃራ ካብ ዝተፈጸሙ ዕስራን ሸውዓተን መፈንቅለ መንግስታት ቅድሚ ሕዚ ብባዕዳዊ መግዛእቲ ፈረንሳይ ኣብተን ተታሒዘን ዝነበራ ሃገራት እየን ይብል። እዚ ድማ ብድሕሪ መጋረጃ ነቲ ቀጠና ንከይረጋጋዕ ግደ ትወስድ ከይትህሉ ሕቶ የልዕል ክብል ትንታኑ ይገልጽ። ካብ ክልተ ሽሕን ዕስራን ጥራሕ ክልተ ኣብ ማሊ፣ ሓደ ኣብ ጊኒ፣ ክልተ ኣብ ቡርኪናፋሶ፣ ሓደ ድማ ኣብ ኒጀር፣ ካብቲ ወትሩ ፍልይ ብዝበሉ ነጻነት ህዝቦምን ሃብቲ ሃገሮም ዘተሓሳሰቦም ዝመስሉ ጠንካራ መንግስታት ንምፍጣር ዝዓለሙ ዝመስሉ ዕልዋ መንግስቲ ተኻይዶም እዮም። ኣሊያንስ ኦፍ ሳል ስቴትስ ንክፍጠር እምበኣር እዞም ኣብ ላዕሊ ዝዘርዘርናዮም መፈንቅለ መንግስታት መልዓሊ ምኽንያት እዮም። እቲ ታሪክ ከም ዝስዕብ እዩ። ብ ዕስራ ዕስራ ጀነራል ኣስሚ ጎይታ ኣብ ልዕሊ ኢብራሂም ኬይታ ዕልዋ መንግስቲ ብምፍጻም ንሚስተር መከላኸሊ ሓይሊ ንዝነበረ ባህናዳው ፕሬዚዳንት ገበሮ። ብዕስራ ዕስራ ሓደን ድማ ጀነራል ኣስሚ ጎይታ ነቲ ዝሸሞ ፕሬዚዳንት ኣብ ልዕለይን ህዝበይን ሴራ ይፍሕስ ኣሎ ክብል ካብ ስልጣኑ ሰጒጉ ንባዕሉ ፕሪዚደንት ኾነ። ብዕስራ ዕስራን ኽልተን ድማ ቡርኪናፋሶ ነቲ ፀገም ህዝባውን ወታደርን ክፈትሕ ስልጣን ካብ ስቪል መንጢሎም ፕሬዚዳንት ዝገበርዎ ሄነሪ ዴምፓ ስርሑ ክሰርሕ ስለዘይኸኣለ ካብ ስልጣን ኣውሪዶም ትራወሬ ፕሬዚዳንት ገበርዎ። ብዕስራ ዕስራን ሰለስተን ድማ ነቲ ብህዝቢ ዝተመረጸ መሓመድ ባዙም ብርጋዴን ጀነራል ዓብዱራህሚን ቲቻን ኣውሪዶም ስልጣን ባዕሎም ተቆናጠጡ። በብዓመቱ ኣፈላላይ ማሊ፣ ቢክናፋሶ፣ ኒጀርን ዕልዋ መንግስቲ እንትፍጽማ ካብ ኢካዋስ ተቓውሞ በጸሐን። በተለይ ነቲ ብህዝቢ ዝተመረጸ መንግስቲ ኒጀር ናብ መንበረ ስልጣኑ ክምልሳን ወታደራዊ ሓይሊ ከምዘእትያን እውን ገለጻ። ማልን ቢክናፋሶን ድማ ኢካዋስ እዚ እንድሕር ዝገብር ኮይኑ ኣንሕና እውን ኢድናን እግርናን ዓጺፍና ኣይንምልከትን፣ ንዋታውን ወታደራውን ሓገዝ፣ ክንገብር ኢና ክብላ ኣብ ጎኒ ኒጀር ጠጠው በላ። ጸኒሑ ድማ እቲ ብ ዕስራ ዕስራን ሓደን ብተመሳሳሊ ብዕልዋ መንግስቲ ናብ ስልጣን ዝመጸ ናይ ጊኒ ፕረዚደንት ጀነራል ማማዲ ዳምብያ ኣነ እውን ኣብ ጎኒ ኒጀር እየ በለ። እዚ ድማ ኢኮዋስ ወታደር ሰዲዱ ንጀነራል ዓብዱራሕማኒ ካብ ስልጣኑ ከየውርድ ገበሮ። በዚ መሰረት ሰለስቲኤን ሃገራት ማሊ፣ ብርኪናፋሶን ኒጀር ካብ ኢኮዋስ ዓርሰን ምግላለን ገለጻ። ኣብ ኒጀር ድማ ኤኢኤስ ዝተብሃለ ትካል ንዓለም ኣፍለጠ። እዚ ኤኢኤስ ዝተብሃለ ሓበራዊ ትካል በብዓመቱ ኣቦ ወንበር ዝመርጽ እንትኸውን ብፕሬዚዳንት ማሊ ኣስሚ ጎይታ ኣብዚ ሕዚ እዋን እናተመርሐ እዩ። ቀዳማይ ዓመት ምስረተ እንተኽብራ ብኮንፌዴሬሽን ከምተጠርነፋ ብዕላዊ ዝኾነ መግለጺ ድማ ዳግማይ ናብ ኢኮዋስ ኣይንምለስን በላ። ካብ ዝምስረት ልዕሊ ሓምሳ ዓመት ኣባላት ኮይነን ዝጸንሓሉ ኢኮዋስ ኣብዚ ሕዚ ግዜ ዓሰርተ ክልተ ኣባላት ሃገራት ኣለዎ። ኤኤኤስ ንምጥንኻር ብርክት ዝበሉ ስራሕቲ እናተሰርሐ እዩ። ሰለስቲኤን ሃገራት ሓንቲ ሃገር ብኻሊእ ሃገር ብዝኾነ ይኹን መጥቓዕቲ እንተተፈፂምዋ ሰለስቲኤን ከምዝተደፈራ ገይረን ከምዝወስድኦ ደጊም ኣፍንጫን ዓይንን ኢና በለ። ልዕሊ ሓሙሽተ ሽሕ ፍሉያት ወታደራት ፀረ ግብረ ራዕድን ፀረ ኤኤኤስን ንዝንቀሳቐስ ስጉምቲ ዝወስዱ ኣዳልየን እየን። ናይ ሰለስቲኤን ሓበራዊ ፓስፖርት ዕላዊ ዝገበራ እንትኾና፣ ብዘይ ቪዛ ድማ ናብ ሰለስቲኤን ሃገራት ዜጋ ክንቀሳቐሱ ከም ዝኽእሉ ኣብ ስምምዕ በጺሐን እየን። እቲ ኣርባዕተ ሚእትን ኣርባዓን ሽዱሽተን ሚልዮን ህዝቢ ኣባላት ዝነበሮ ኢኮዋስ፣ ብሰንኪ እዘን ሰለስተ ሃገራት ኣስታት ሰብዓን ትሽዓንተን ሚልዮን ኣባላት ዝሰኣነ እንትኸውን፣ ብጂኦግራፊ ኣቀማምጣ ግን ክንዲ ኤኢኤስ ክኸውን ኣይኸኣለን። ብሸውዓተ ሚእቲ ሽሕ ናቖዳ ስፍሓት ኤኢኤስ ካብ ኢኮዋስ ይሰፍሕ። ከም እኒ በዓል ቻድ፣ ጊኒን ቶጎን ዝኣመሰላ ሃገራት ምስ AES ጥንኩር ርክብ ዘለወን ሃገራት እንትኾና፣ ገና ኣባላት ዘይኾና ግን ድማ ኣብ ቀረባ ክኾና ትጽቢት ዝግበረለን ሃገራት ምዕራብ ኣፍሪቃ እየን። እቲ ብፖለቲካውን ቁጠባውን ስርዓት ከጠናኽር ዝተመስረተ ኤኮዋስ ትክክለኛ ስርሑ ክሰርሕ ብዘይምኽኣሉ ዝተፈጠረ ኣሊያንስ ኦፍ ሳህል ስቴት በቲ ሐዚ ሒዝዎ ዝኸይድ ዘሎ መንገዲ እንተቐጺሉ ምናልባት ካብ ኤኮዋስ ናተሰናበታ ናብ AES ዝጽንበራ ሃገራት ክብርክታይን። ኣብ ዝሓለፈ ምድላውና ንሎሚ ክንሪኦም ኢና ካብ ዝበልናዮም ካሊእ ካፕቲን ትራወሬ ናብ ስልጣን ዝመፀሉ መንገዲ ፀገም ህዝቡን ፀገም ወታደራቱን ምፍታሕ ቀንዲ ውራይ ምንባሮም እዞም ዝተለኣኸሎም ዕላማታት ድማ እናሳኸዐ ከምዝርከብ ገሊፅና ነይርና። ወታደራት ብኲና ኣብ ስቪል ይኹን ወታደራዊ መንግስቲ ግቡእና እናፈፀምና ግቡእና ኣይተተኣናገድናን ዘለና ክብሉ ተቓውሞ ምልዓሎም ናይቲ ዓዲ መቐይሮ ነጥቢ ምንባሮም እውን ገሊፅና ነይርና ኢና። እዚ ፀገም እዚ ምስ ወታደራቱ ኣብ ግንባር ኮይኑ ዝጋፈጥ ዝነበረ ካፒቴን ትራኦሬ ድማ ቀንዲ ስርሑ ገይሩ ብምውሳድ ሕቶታት ወታደራቱ ብምስማዕ ውሕስና ሰላም ህዝቢ ኣስፈነ። ካብ ግብረ ራዕዳውያን ዘይሕሽ መሳርሕታት ዝነበሮ ወታደር ቡርኪናፋሶ ዝሓሸን ክማለኡሉን ገበረ። ኩሉ ህዝቢ ኣብ ዝኾነ ይኹን ንዝፍጸም ጀሃዲስት መጥቓዕቲ ንኽከላኸል ስልጠና ክወስድ ኣዘዘ። ድሕንነት ትካላት ክጠናኸርን ብብዝሓትን ዘመናውን ኣጽዋር ክዕጠቓን ገበረ። በቲ ዝተምሃረሉ ጸረ ነፈርቲ ተኾነ እውን ብርክት ዝበለ ስራሕቲ ሰሪሑ እዩ። እቲ ንዘመናት ብፍቓድ መንግስቲ ፈረንሳይ ዝዝወር ዝነበረ ናእቲ ዓዲ ሓይሊ ኣየር ፈረንሳይ ንፈረንሳውያን ብምስጓግ ብደቂ ዓዱ ክመሓደርን ክዝወርን ገበረ። ዘበን ዘፍረዮም ነፈርትን ጄትን ሄሊኮፕተራትን ክማላእ፣ ጸረ ነፈርቲ ናይ ነዊሕን ቀረባን ክዕጠቑ፣ ብሽም ኣብ ኲናት ትግራይን ኢትዮጵያን እንፈልጦም ዝነበርና ቱርኪ ስራሕቲ ዝኾኑ ባይራክተር ቲቢ ቱን ከምኡ ድማ ዘመናዊ ዝተባህለሉ ባይራክተር ኣኪንቺ ድሮን ክውነንን ክዕጠቕን ኣኽኢልዎ እዩ። ዘመኑ ዝጠልቦም ተሽከርከርትን ታንክታትን ተተኮስቲ መሳርሕታት ካብ ሩስያ፣ ቻይናን ቱርክን ኢራንን ብሓገዝን ኢሉ ውን ዝገዝእ ዘሎ ትራኦሬ ሎሚ ሃገሩ ቡርኪናፋሶ ገብረ ራዕዳውያን ኣይኹነን ብቐትሪ ብለይቲ ውን ከም ድሌቶም ክዕንድሩላ ክፈቅድ ዘይኻለ መራሒ ዩ። ነዚ ውን ዩ እታ ዝተረኽበት ሰላምን ዝረእ ዘሎ ልምዓትን ንምዕንቃፍ ብምዕራባውያን ዝዋደዱ ዘለውን ቅንጸላታት እንትሕሰዉ መራሕትና ኣይትንኩኡና ኢሎም ከም ንህቢ ህዝቢ ግልብጥ ኢሉ ወጽዩ ዘብዕ ዝኾነሉ ዘሎ። ፖለቲካ ምዕራብ ኣፍሪካ ብፍላይ ድማ ብመፈንቅለ መንግስቲ መንግስቲ ኮይኖም ዝመጹ ዘለዉ ወታደራት ሓለፍቲ ቅድሚ ጥቕሞም ጥቕሚ ህዝቦም ዘቐድሙ፣ ምጉሕጓሕ ሃፍቲ ተፈጥሮኦም ብጣዕሳ ዘቃጽሎም ዘሎ ይመስል። ምናልባት እዚ ስምዒት እዚ እንተቐጺሉ ቅርጺ ኣፍሪካን ምዕራብ ኣፍሪካን ኣብ ምልዋጥ ዝለዓለ ግደ ክህልዎ እዩ። ሰላም ልኹሉ ወዲ ሰብ እዚ ቪድዮ እዚ እንድሕር ፈቲኹምዎ ሰብስክራይብ ላይክ ሼር ብምግባር ናብ ኩሉ ክባጻሕ ይግበሩ።